ዮው ሰላም ሰላም ዝኸበርኩም ናይ ረማይ ፊልምስ ዩቱብ ቻነል ቤተሰብ ዝኸበርኩም ተኸታተልተይ ረማይ ናትኹም ተመሊሰ መፅ ኣለኹ እሸሓት ከመይ ኢኹምለይ ዳሕና ዲኹም ሎማዓንቲ ቀዳም እዩ ማለት እንታይ እሞ ቀዳም እንታይ እሞ ትብሉ ትኽእሉ ኢኹም ግን ካብ ሶኒ ክሳብ ዓርቢ ኢላ ሰራሕኹም ቀኒኹም እናሰራሕና ቀኒና ናጻዓርኩም ቀኒኩም ሎማዓንቲ ግን ቐዳምን ሰንበትዩ ዕረፍቲ ስለልኾነ ፍትሕ ክትሉ ይግበእኩም ብፍላይ ድማ ናብዛ ገዛ እዚኣ ተመጺኹም ናብ ገዛኹም ተመጺኹም ናብ ሮማይ ፊልም ሲቲብ ቻነል ተመጺኹም ጭንቀትኩም ናብ ደገ በቃ ንሓሳብኩም ናብ ደገ ጉሒፍና ነውፅኦ ኢና ንዛ ለለዋና ዕስራ ድኔ ገለ ደቂቃ ናብ ሎማዓንቲ ቪድዮ ንውሕ ዘሎ እዩ ባይዘወይ ክንስሓቕ ክንጫወት ክንዘናጋዕ ኢና ስለዚ እስካዕ መጨረሻ ቪድዮና ምሳይ ኹንኩም ተኸታተሉ። ቅድሚ ናብ ቪድዮ ናምንታይ ኢና ግን ንቻነል ዝሓድሽ ዝኾንኩም ሰባት ተሃሊኹም ሳብስክራይብ ብምግባር ቤተሰብ ንኹን። ብምቕጻል ውሓት ድሕሪ ሳብስክራይብ ተገይርኩም ላይክ ምግባር እውን ግዴታ እዩ። ላይክ ምግባር ግዴታ እዩ ምክንያቱ ላይክ ገበሩ ኢለ ኣንድሕር ንሕር ኮፍ ኢለ ለይርእየኩም ኣይትገብሩ ይስኹም ስለዚ ገበሩ ቀልጥፉ ክጽበየኩም ንኹ ገይርኩም ዓረይ ጎበዝ ዝሓወይ ኢኻ Thank you ማኒገ ሕዝና ቪዲዮና ናእቲና ምስ ከዓ መጨረሻ ቪዲዮና ምሳይኹም ክትከታተሉ ብኽብሪ ሓትት ሰናይ ፃንሒት እሸኻት ኣብዚ ኒኦ ቪዲዮ ርእኩም ማለት ቲክቶክ ህንደይ ታለንት ኢለ ርእና ኣሎ በእውነት እስቲ ንረዮ እዚ ቪዲዮ እዚ ኣሕዋት ትሪኦ ኣለኹም ኹም ሓዊ እዩ ኒኦ ማይ ይፈልሕ ኣለዉ እሺ
ሪና

ኣንታ በዓል ቐዲሑ ኣይ ኖ ኖ ሃም ሕማቕ ኣይትውሰዳ ማለት ሃም ሕማቕ ኣይትውሰዳ ትቐድሐሉ ኢልኻሲ እምቢ ካብ በልካ ኢለ ሓጊዝካ እምቢ ኣይደልየን ነይሩካ ሓውና ተደርቢሸ ዝኣተኽዎ ገዛ እሺ ኣብዚ ገዛ ደዕበ ደኒ ዋጋ ረእዎ እሺ ረእዎ እዚኣ ሲ

እዚ ሓወይ ካብዚ ንላዕሊ ምንም ክተርእየና ኣይንደሊ ሕና እታ እሽሙ ኣልሽ ዝሓወይ ሀዚ መውፅእ ማዕፆ ንደጋ እሳ ኣለሽ መቦ ጌርካ ጥፋእ ናብዚ ገዛ ከይትምልስ ሸውሓት ሰብዚ ድማ ናለግቢ ባሓውና ምኽሪ ንስማዕ ብሓደ ዕለተ ሞትካ ምስ ኣኸለ ዝሞተልካ ሰብ የለ ኩላህና ንፈልጦ ሓቂ እዩ ጂሚ ሄንድሪክ ዝተባህለ ኣሜሪካዊ ሙዚቀኛ እንታይ እዩ ነይሩ ንሕጂ ዕለተ ሞተይ ምስ ኣኸለ ሓደ እኳ ዝሞተለይ ስለ ዘየለ ብሂወት እንከለኹ ንሂወተይ በቲ ዝደለያ ገይረ ከንብራ ይፍቐደለይ ኢሉ ነይሩ በቃ በቲ እስኻ ትደልዮ ጎደና ተመላለስ። ኣይትስረቕ፣ ኣይትሓሱ፣ ኣይተታልል፣ ሕማቕ ናይ ሰብ ኣይትድለ እምበር እስኻ ንዓኻ እቲ ደስ ዝብለካ ነቢርካ ካብዛ ዓለም ኪድ። ዝገርመኩምሲ ዕለተ ሞትካ ምስ ኣኸለ መልኣከ ሞት መጺኡ ክወስደካ ምስ መጸሲ ልኡል ተኣለ ኣነ ክሞተልካ ዘይብሉኻ ክንሶምሲ እንታይ ድዮም ዝገብሩ? ንዓ በዚ ንበር በዚ ትንበር እዚ ግደፎ እዚ ጸሓፍ እዚ ይጸሓፍ እዚ ግበር እዚ ይትግበር እናበሉስ ጋይድ ይገብሩኻ። ኣሕዋት ኣነ ዘወዲ እዚ ልዛረቦም ነገራት ሎግቢባ ልዛረቦ ነገር ማርያም ብጣዕሚ ልምችየኒ እሱ ልናገሮም ስለዚ ኣሕዋት ተምዛለለና እያ።

ኣውዝ ብቲክቶክ ናመጻኹም ተጸፊዑ ዶ ተቀንጭወ ይትብልና ምቅንጫሮ። ኣሕዋት ምቁንጫይ ዶ ነይርዋ ድዩ ማለት ምጽፋዕ ብቻ እዩ መሲሉ ነይሩ ኣነ ግን እዚ ሓውና ዶሎ ሓቁ ኣሕዋት ማለት ጣፈ ኣበይ በጺሑ ፊኖ ኣበይ በጺሑ እዚ ዶ ጨነቃና እምበይ ዘይ ጨነቃናይ የቤት ሓወይ ችግር የብሉ ክንርስዖ ኢና ብራዘር ሬስዕዎ ረስዕዎ ካብ በልካ ክንርስዖ ኢና ብሮ ኣይጨነና ብዙ ኣይወዳነስ ጓል ምዃን ኣብኒ ወይ ብሱር ሰበይት ትመርጽ ተለኻ

ብግራ ጎና እያ ተላዒላ ማለት እዩ የቡላይ በቃ ሞ ኣዮኻ ኣዮኻ ንዓንኻ ኣዮኻ
ኣዮኻ ትብል እረ ድፍረት ግን ኣሕዋት ኣነ ዝገርመኒ ማለት እዩ ንዓውቺ ሓውና ገፅ ህንደ ግዜ ተፀፊዑ ኹን ክሳብ እዚ ኣዮኻ ንዓንኻ ኣዮኻ ሸውዓተ ተወዚ ድማ ሓንቲ እኒኣ ዝኾነት ምቅርቲ ዝኾነት ቆልዓ

ስኢልካስ ኣብ ልዓሊ ደረጃ በጺሓ ክንሪኣ ብጣዕሚ ይደለ ኣነ ኣነ ሃማይ ማለት እዩ ከም ትበጽሕ ለለ እርግጸኛ እየ ብጣዕሚ ምክንያቱስ ኣብዚ ዕድመኣ እዚ ከምዚ ኢላ ጻዕሪ ዝጀመረት ኣብዚ ዕድመኣ እዚ ብዛዕባ ህይወት ተጨኒቓ ምስራሕ ዝጀመረት ቆልዓ ምስ ዓበይ ትሕሰቡ on the top እሽሓት ኣብዚ ድማ ዝኾነት ቪድዮ ኣላ ማለት ዳሕራ እሽሓት ኣብዚ ድማ እዛ እሽሓት ኣብዚ ድማ እሽሓት ዝተውዚ ድማ እዛ ቪድዮ ጋብዘኩም ክልተ ደቂቃ ገሊኣ ትኾን እዛ ቪድዮ እንታይ ኢሉ ካብ ሓደጋ ነፋሪት ዝወፀ ውፃእ መዓት እናጸለየ እሺ። ቅድሚ ትማሊ ማለት Christmas መዓልቲ ኣዝዩ ዘሕዝን ሓደጋ ነፋሪት ኣጓኒፉ'ሎ፣ ከባቢ ንግሆ እዩ እቲ ሓደጋ ኣጓኒፉ፣ ሓንቲ መገዲ ኣየር ኣዘርባጃን በስመኣም። ዝኾነት ነፋሪት ካብ ርእሲ ከተማ ኣዘርባጃን ዝኾነት ቦኩ ናብ ግሮንዚ ትገይሽ ኔራ፣ ሕጂ እዛ ግሮንዚ ትበሃል ከኣ ርእሲ ከተማ ቸችንያ እያ፣ ቸችንያ ከኣ ኣብ ሩስያ ዝርከብ ዞባ እዩ ማለት እዩ፣ እዛ ነፋሪት እዚኣ ኣብ ከባቢ ግሮንዚ ምስ በጽሐት፣ ተመሊሳ። ሕጂ ጠንቂ መምለሲኣ ብዙሕ ምኽንያታት እዩ ዝጥቀስ ዘሎ። ሓደ ካብቲ ዘምጽዎ ዘለዉ ምኽንያታት ኩነታት ኣየር ይብሉ፣ ገለ ገለ ሰባት ከኣ ኣዕዋፍ እየን ሃሪመንኣ ይብሉ። ሕጂ እቲ ቀንዲ ካልእ ተባሂሉ ዘሎ ግን ሩስያ እያ ሃሪማታ ብሚሳይል ጌራ ይብሉ ኣለዉ። እቲ ምኽንያት ከኣ ናይ ዩክረይን ድሮን ስለ ዝመሰለታ እያ ሃሪማታ ይብሉ። እዛ ናይ መወዳእታ ሓቂ ክትከውን ትኽእል እያ፣ ምኽንያቱ ኣብቲ ውዳቕ ናይታ ነፋሪት እንድሕር ተርኢኻሲ፣ ነዃላት ኣለዋ እዚ ሕጂ ክትከውን ትኽእል እያ እዚኣ ሩስያ እኮ ክሒዳቶ ኣላ እዚ ኩነታት እዚ ሕራይ ናብቲ ካልእ ክምለስ ኣብዛ ነፋሪት እዚኣ ብዙሕ ነገራት እንድዩ ተፈጺሙ ሓደ ካብቲ ዘጓነፈ ግና ሓደ ሰብኣይ ነቲ ዘጋጠመ ኩነታት ቁሩብ ስኢልዎ ኔሩ እዚ ሰብኣይ እዚ ኣማኒ ምስልምና እዩ ናጸለየ እንኮሎ ኣብኡ ተሰቂቆም ናሞቱ እንከለዉ ዝኾነ ሪኮርድ ጌሩ ኣሎ ማለት እዩ ሰብኣይ እዚ እዛ ቪድዮ ንርኣያ እሞ ሽዑ ብድሕሪኡ እንታይ እዩ ኣጓኒፉ ክንደይ ሰባት ሞይቶም ገለ ከኣ ክገልጾ ክፍትን እየ
ሐራይ እዚ ሰብኣይ ካብቶም ብሂወት ዝተረፉ እዩ ምስ ወጸ ውን ሪኮርድ ጌርዎ ኔሩ ነቲ ዝነበረ ፍጻሜ ማለት እዩ ካብዚ ሓደጋ እዚ ምስ ወጸ።
ኣላሁ ኣክበር
ወይይ ወይይ ሕዝንኻ ኣብዛ ነፋሪት እዚኣ ኣስታት ሸውዓተ ሰባት እዮም ኔሮም እዚ ማለት ተጓዓዝቲ ኔሮም። ኣብረርቲ ኔሮም ብተወሳኺ ከኣ እታ ኣሳሳይት ከኣ ኔራ ማለት እዩ እዛ ነፋሪት እዚኣ ሕጂ ካብዞም ሱሳን ሸውዓተን እቶም ኣርባዓን ክልተን ዜጋታት ኣዘርባጃን እዮም እቶም ዓሰርተ ሽዱሽተ ሩስያውያን እዮም እቶም ዝተረፉ ከኣ ገለ ካዛኪስታን ኣለዉ ኪርጊስታን ኣለዉ ማለት እዩ ኣብዛ ነፋሪት እዚኣ ቆልዑ ውን ኔሮም ቆልዑ ከኣ ካብቶም ዝደሓኑ ክልተ ቆልዑ ኣለዉ ሕጂ ካብዛ ነፋሪት እዚኣ እቶም ኣርባዓን ክልተን ከም ዝሞቱ እዩ ዝጥቀስ ዘሎ እቶም ዕስራን ሓሙሽተን ግና ውጻእ መዓት ካብዚ ሓደጋ እዚ ወጺኦም ኣለዉ። ጠንቂ እቲ ሓደጋ እኮ እንታይ ምዃኑ ክሳዕ ሕጂ ኣይነጸረን እንድዩ ዘሎ። እዛ ነፋሪት እዚኣ ግን ከባቢ ግሮንዝ እያ በጺሓ ነይራ። እንተኾነ ግና ብዘይተፈልጠ ምኽንያት ደሓን እንታይ ምዃኑ ስለ ዘይተፈልጠ ዘሎ ብዘይተፈልጠ ምኽንያት እሞ ንበሎ ተመሊሳ። ሕጂ ተመሊሳ ናበይ እያ ከይዳ ናብ ካዛኪስታን። ሳን ከይዳ ኣብዛ ኣቀድም ኣቢለ ከስማዓኩም ዝጸናሕኩ ቪድዮ ሲ ድምጺ ናይ ሓንቲ ጓል ኣንስተይቲ ክንሰምዕ ጸኒሕና ሓቀይ እዛ ጓል ኣንስተይቲ እዚኣ ሆኩማ ኣልያቬዝ ትበሃል ጓል ሰላሳን ሰለስተን ዓመት እያ ኔራ ኣሳሳይት እያ ኔራ ኣታ ነፋሪት ማለት እዩ የሕዝን ብሂወት ክተርፍ ኣይከኣለትን ሕጂ እዛ ሰብ እዚኣ ግን ኣብ ሃገረ ኣዘርባጃን ከም ጅግና ተባሂላ ዓቢ ክብሪ እያ ትዝከር ዘላ። Datnagar Lamslin. እሽሓት እዛ ቪድዮ ምድረኹም እያ ንውሕ ለለት ቪድዮ ግን ትርጉም ዘለዋ ቪድዮ ስለ ዝኾነት እያ ኮፍ ኢልና ርኢና እያ ብጣዕሚ ልሕዝን ኣብ ክሪስማስ መዓልቲ እዮም ሓደጋ ገጢሞም ደሎ እዞም ኣብዚ ኣየር ዝነበሩ ሰባት ግን ውሓት ሓደ ሓደ ሰባት ኣይለውሉ ነይሮም መሲልኩም ኣብዚ ኣየር ትኾን ተለኻሲ ብብዝሕስ ኣብ ድሕሪት ኮፍ ትልኒ ኢካ ኣብ ቅድሚት ተኾንካስ ንሓደጋስ ተቓላዕቂ ኢኻ ማለት እዛ ኣየር ተወዲቓስ ብቕድሚት ዘለካ ኢኻ ቅድሚት ትሞት ማለት ኣብዚ ኣየር እዚኣ ከም ንገጠመለሲ እዛ ኣየር ምስ ወደቐት ድሕሪት ዝነበረ ኣካላ ብዙሕ ይተጎደ እዩ እዞም ኣብኡ ነርሳት እዮም ለለ ተሪፎም ግን እዚ ትኽክል ይኾነ ማለት ፈጣሪ ሞት ኢኻ ተልካ ሞትካ መዓልትኻ ተኣኺላ ንምንታይ ኮፍ ኢልካ ለይት ነበር ከምዛ ኮፍ ኢል ያለ ኣለኹ ተነይረሲ መዓልትኻ ኣኺላ እያ ተተባሂለ ምንም በቃ ኣብዚኣ ኮይነ ክሞት ተወዲኣ ስለዚ ኣቱም ኣየር ትኾን ተለካ ኣብ ድሕሪ ትኾን ኢካ ኣብ ቅድሚ ትኾን ኢካ ገለ ትብሉ ጌጋ እዩ ሓሳብ እዚ እሽሓት ኣብዚ ድማ ዓለም ቦሻዕ ዓለም ቦሻዕ ሓፍትና ፊልተራ ጠፊእዋ በይዛኹም ነተኣልሻ ንዕሮ እዩ እንታይ እትመስል ኣታ ፊልተር ጠፊእኒ ጋይስ ወይኒ ወይኒ እዚ በዓልኩ ዓርሱ ካልእ ፊልተር ኮይኑ ኣሕዋት ግን እዛ ሓንቲ ፊልተር እያ ሌላ እዛ ኻሊት ዓለም ቦሽ ዓተምፀና ማለት እዩ ኢንተርና ጠፊኡና እየ ካልኣይ ድሌት ገይረ ተመሊሰ ክመፀኩም እየ ኦኬ ኢንተር የተበላሽ ይንለ ጋይስ ዛት የጋጥ
እዚ ኣሕዋት ትሪኡ ኣለኹም እዚ ትኽክለኛ ዓለም ቦሻ ንፈልጣ
ኣበይስ ሰሪሓ ኮፍ ኢልካ ሪኣ ሓቢቢ ርኣያ ግጥም ኢለ መፅየ ሕጂ ልምፅምፅ ኢለ እቲ ናብ ገፀይ ዝነበረ ብፈ ፀጋታት ገለመለ ህልም በቃ ዓለም ቦሻዕ ሓፍተይ ዋንኡ እንኳዕ ተረኸበት እምበ ካሊማ ኣይህልየናይ ሃጠው ቀጠው ኣይንደሊ ግን ፊልተርኩም እንኳዕ ተረኸበት ፊልተር መፅያ ኮሪኻ እያ እሽሓት እስካብዚ ምቕፃል ድማ ኣብዚ ማሕበራዊ ሚድያ ዘራራ ዝነበረ ጸዓት ክወስከኩም እሱ ድማ ሓንቲ ኣዶ ብውላዳ ዝተቐተለት ሰሚዕና ነርና ኣብ መቐለ ብጣዕሚ ልሕዝን ፍጻመ እዩ እስቲ ኣብዚ ንዮ ቪድዮ ብሓደ ኮይና ንረዮ በዓልቲ ቤቶም ብብኽሪ ውላዶም ዝተመንዝዑ ኣቦ እሺ ጣይ ተጀሚሩ
ካብ ክሳዱ ንታሕቲ ካብ ክሳዳ ንታሕቲ ጥራሕ ይረኣይ ነይሩ ያው ዝተኸደነቶ ክዳን ጥራሕ ገይሩ ተኸዲና ንጉሆ ተኸዲና ተነበረ ክዳን ገይራ ትረኣይ ነይራ ካብ ክሳድ ልላዕ ዘሎ ግን ኣርማድዮ ፀቂጥዎ ስለዝነበረ ብኣርማድዮ ገይሩ ፀቂጥዎ ርእሳን ክሳዳን ድፍእዎ ልኸወዚ ኣልዕልዎ ተብሂሉ ትእዛዝ ምስ ተዋህበ ፖሊስ እቲ ዓረማድዮ እንተተልዓለ ርእሳ ኩሉ ከም ዘይነበረ ኮይኑ ጭፍልቕልቕ ኢሉ ካብ ውሽጢ ዝነበረ ፈሳሲ ዝበሃል ነገር ኩሉ ወፂኡ ንደገ ንምርኣዩ ዘሕፍር ነገር ኮይኑ ገፃ እውን ልክዕ ከም ዘይነበረት ኮይና ገፃ ኩሉ ተጨፍሊቑ ተጨፋሊቑ ተረኪቡ ኢዳ ኢዳ የማናይን ጸጋምን ኢዳ እዚ ተሰይሩ ቆርበት ጥራሕ ተሪፉ ብቆርበት እናተንጠልጠለት ኢዳ እዚ ማለት ክልቱ ኢዳ እናተንጠልጢሉ ቆርበት ጥራሕ ሒዝዎ ኣብ ኢዳ ዝነበረት ቀለበት ትመስል እኳ ካውፅኦ ይክኣሉን ሓዲኦም ኣውዚ ጨቢጦም ሒዞም ቀጥ የብል ስለ ዝበለ ተንጠልጢሉ እዮም ኣውፅኦሞ። ስለዚ እዚ ኣቀታትላ እዚ ብጣዕሚ ክትዛረቦ ለድምም። ብጣዕሚ ለሕዝን ኣሕዋት ብጣዕሚ ብቻ ፈጣሪ ባዕሉ ካምዚ ዓይነት ፍጻመ ይምሓረና ክብል ይደሊ ንወላዲትና ድማ ፈጣሪ ባዕሉ መንግስተ ሰማያት የዋርሰን ክብል ይደሊ እሺ ኣሕዋትና ለማዓንቲ ቪድዮና ነዚ ይመስል ነይሩ እሽካ ሓዝረኹም ሳት ተሃሊኹም እስቲ ለማዓንቲ ክፈልጥ እስካ ሓዝረኹም ሳት ተሃሊኹም ኣብ ኮመንት ኣቲኹም የስ ኢልኩም ጸሓፉ የስ ኢሉ ልጽሓፈ ሰብ ክሳብ መወዳእታ ምርዳእኹም እኒ ክፈልጥ እየ ማለት እዩ ኔክስት ብኻሊእ ቪድዮ ሽካዕ ንጋነ ኣሀ ይመችኹም ባይዘ ወይ ኣሕዋት ኣብ መንጎ ማይ ትሰትዩ ነይርኩም ማይ ምስታይ ይጠቅም እምበይ ኣይጎድእ ብፍላይ ድማ ኣወዳት ኣሕዋትና ኩላሊት ኣብ ልግስሉ ግዜ ማይ ኣድላይ ምክንያቱ እታ ይፍለጥ